ሰላም ክቡራት ተኻታተልቲ ዳስና ኤክስትራ ኣብዚ እዋን ዓለምና በጺሓቶ ብዘሎ ተክኖሎጂ ኣብ መዳይ ሕክምና ብዙሕ ሕማማት ፈውሲ ክርከቦ እንከሎ ካብ ሰብ ናብ ሰብ ድማ ዝተፈላለየ ክፋላት ኣካል ወዲ ሰብ ክሰጋገር ኣብ ዝኽእለሉ ደረጃ እውን እዩ ተበጺሑ ዝርከብ ንኣብነት ድማ ከም ልቢ፣ ኮላሊት፣ ጸላም ከብዲ፣ ከምኡ'ውን ክሳብ ገጽ ከይተረፈ እዩ ሰብ ናብ ሰብ ክወሃብ ኣብ ዝኽእለሉ ደረጃ ተበጺሑ ዝርከብ። እዚ ኸኣ ሳላ እቲ ነዊሕ ዓመታት ዝወሰደ ምርምራት ስለ ፍልጠተኛታት ኰይኑ፣ ገሊኡ ድማ ብሓቂ ህይወት ብዙሓት ሰባት ከድሕን እንከሎ፣ ገሊኡ ኸኣ ገና ምምዕባል ዘድልዮ ብሕጂ'ውን ብዙሕ ምርምራት ዝግበረሉ ዘሎ ዓውዲ እዩ። ንሕጂ ድማ እዚ ሓኪም ዝሓሰቦ ኣገራሚ ምስግጋር ርእሲ ወዲ ሰብ ክንርኢ ክንፍትን ኢና። ቅድሚኡ ግና ኣብዛ ቻነል ሰብስክራይብ፣ ላይክ ከምኡ ውን ኣብታ ደወል ብምጥዋቕ ተኸታተልቲ መዓልታዊ ትሕዝቶና ክትኮኑ ብኽብሪ ንዕድም። እዚ ሓኪም ሰርጂዮ ካናቫሮ ዝበሃል ኣብ ኢጣልያዊት ከተማ ቱሩን ዝተወልደ ምስ ርእሲ ወዲ ሰብ ርክብ ኣብ ዘለዎ ዓውዲ ሕክምና እዩ ኣብ ወዲ ዓሰርተ ሸሞንተ ዓመት ጀሚሩ ኣብ ዩኒቨርሲቲ ቱሩን ክመሃር ዝጀመረ። ካብታ ዩኒቨርሲቲ ከኣ ብደረጃ ሓኪምን ብፍሉይ ድማ ርእሲ ወዲ ሰብን ስርዓተ መትንን ብዝተኣሳሰር እዩ ናይ ሕክምና ትምህርቱ ክዛዝም ዝኸኣለ። ትምህርቱ ዛዚሙ ወረቐቱ ምስ ሓዘ ድማ እቲ ኣብ ፊልምታት ጥራይ እንሪኦ ገና ኣብዛ ዓለም ተራእዩ ዘይፈልጥ ዓይነታት መጥባሕቲ ኣብ ግብሪ ከውዕል እዩ ዝሓለነ። እዚ ዓይነታት መጥባሕቲ ድማ ርእሲ ናይ ሓደ ወዲ ሰብ ናብ ካልእ ህይወቱ ካብ ዝሰኣነ ነዊሕ ዘይገበረ ኣካል ምስግጋር እዩ ኣብ ግብሪ ከውዕሎ መደብ ዝገበረ። እዚ ዓይነት መደብ ከኣ ሰርጂዮ ካናቫሮ ካብ ዝሓለፈ ቀረባ እዋን ዘይኮነ ካብታ ካብ ዩኒቨርሲቲ ዝተመረቐላ ዕለት ኣትሒዙ እዩ ኣብ ግብሪ ከውዕሎ ዝሓስብን ከምኡ ከኣ ክሳብ ወለንተኛ ዝረክብን ማሕበረሰብ ዓለም ዝድግፎን ዝጽበ ዝነበረ። እዚ ይኹን እምበር ኣብ ዓመት ክልተ ሽሕን ዓሰርተ ሓሙሽተን ካብቲ ን ዕስራን ክልተን ዓመት ከም ሓላፊ ዝሰርሐሉ ኣብ ቱሪን ዘሎ ኣብ ስነ ስርዓት መትኒ ኣተኲሩ ዝሰርሕ ትካል ብሰንኪ እቲ ዘይከውን ሓሳባቱ ክሰጎ እዩ ኽኢሉ። ኣብታ ዓመት እቲኣ ድማ እዚ ሓኪም ብዕሊ ንዓለም ርእሲ ወዲ ሰብ ክሰጋግር መደብ ሒዙ ይሰርሓሉ ከም ዘሎን ኣገራሚ ብዝነበረ መልክዕ ኣፍለጠ። መደቡ ድማ እቲ ቅድሚ ሕጂ ዕውት ናይ ኢድ ወዲ ሰብ ምስግጋር ገይሩ ዝነበረ ቻይናዊ ሓኪም ጹያ ፒንግረን ምስኡ ክሰርሕ ምዃኑ እውን ኣፍለጠ። ነዚ ድማ ከመይ ጌርካ ኣብ ግብሪ ከተውዕሎ ኢኻ ኢሉ ምስ ተሓተተ መጀመርያ ንኽልቲኦም ለገስቲ ምሉእ ብምሉእ ብዛሕሊ ከም ዝደርቁ ገይሩ፣ ነቲ ርእሲ ናይቲ ዝሰንከለ ኣካላት ዘለዎ ሰብ ጸቢሑ ብምውጻእ ናብቲ ርእሱ ካብ ስራሕ ወጻኢ ዝኾነ ግን ከኣ ጥዑይ ኣካል ዘለዎ ሰብ እቲ ጅማውቲ ሰራውር ደምን ድሕሪ ምልጋብ ነቲ ከቢድ ዝኾነ ዓንዲ ሕቆ'ውን ከምኡ ጌሩ ከላግቦም ነቶም ካብ ስራሕ ወጻኢ ኮይኖም ዝጸንሑ መትንታትን ድማ ብኤሌትሪክ ጌረ ከባራብሮም ኢየ ክብል ክስኣምኖ ዘጸግም ቅድሚ ሕጂ ዘይተፈተነ ነገር ክገብር ኢዩ መዲቡ። በዚ ሓሳብ ድማ ዳርጋ ካብ ዓለም ካብቶም ኣለዉ ዝበሃሉ ብሉጻት ሓካይም ልዑል ነቐፌታ ክመጾ እንከሎ፣ ሓደ ዘይተፈተነ ነገር ኣብ ወድሰብ ክፍትን ይሓስብ ምህላዉ ድማ ክኽልከልን ኣለዎን ክብሉ ኢዮም ተቓዊሞሞ። እዚ ይኹን እምበር ሰርጂዮ ካናቫሮ ካብ መደቡ ከየቋረጸ ሓደ በጃ ርእሱ ካልእ ምሉእ ስንክልና ኣካል ዘለዎ ሩስያዊ ለጋሲ ክርከብ እንከሎ ነቲ መጥባሕቲ ድማ ኣብ ክልተ ሽሕን ዓሰርተ ሸውዓተን ከተግብሮ ኢዩ መደቡ ዝሓዘ። ቅድሚ ነዚ ምግባሩ ድማ ኣብ የህባይ ብዘረብኡ ዕውታት ዘበሎም ገና ብካልኦት ከም ዝተራጋገጸ ፍሹላት ዝነበሩ ፈተናታት ገይረ ብምባል ነታ ናይ ሰብ ርእሲ ምስግጋር መዓልቲ ቆሪጹ ዓለም ብዓለሙ ብኣገርሞት ከም ትዕዘቦ እዩ ገይሩ። እቲ ናይ መጥባሕቲ ዕለት ኣብ ዝኣተወሉ ግዜ እቲ ካልእ ጥዑይ ኣካል ከሳጋግረሉ ለጋሲ ዝነበረ ሩስያዊ ኣይደልይን እየ ገዲፈዮ ብምባል ክኸይድ እንከሎ ንመደብ ሰርጂዮ ካናቫሮ ድማ ብዘይ ዝኾነ ፍረ ሓሳቡ ኮይኑ ከም ዝተርፍ ገበሮ። እዚ ከም መግለጺ እቲ ኢጣልያዊ ሓኪም ክሳብ ሳላሳን ሽዱሽተን ሰዓታትን ሰማንያ ሓካይምን ዝሳተፍዎን ዓሰርተ ሚልዮን ዶላርን ዝፈሶ መጥባሕቲ ክኸውን ዝነበረ መደብ ንግዚኡ ፈሺሉ ከም ዘሎ ሓቢሩ። ብሕጂ ግና ኣብ ቀጻሊ ሓሳቡ ኣብ ተግባረ ከውዕል ምኻኑ እዩ ገሊጹ። ኣብ ክልተ ሽሕን ዓሰርተ ሸውዓተን ድማ ኣብ ጋዜጣ ዛጋርድየን ተገሊጹ ከም ዝነበረ ሓደ ዲን ባርነት ዝበሃል ኣብዚ ዓውዲ ነዊሕ ተመክሮ ዘለዎ ሓኪም እቲ ብሰርጂዮ ካናቫሮ ተሓሲቡ ዝነበረ ምስግጋር ርእሲ ኣብ መጻኢ ምሉእ ብምሉእ ኣይከውንን እኳ እንተዘይበለ በዚ ክሳብ ሕጂ ተበጺሑ ዘሎ ምዕባለ ግና ብፍጹም ዘይከውንን ኣብዚ እዋን ከኣ ኣብ ናይ ዓንዲ ሕቖ ጸገማት ኣተኲሮም ጥራይ ይሰርሑ ከም ዘለዉን እዩ ገሊጹ። ንሕጂ ዝተዳለወ መደብ እዚ እዩ ነይሩ ብኻልእ ክሳብ ንራኸብ ሰላም ንዓኹም።